ዕድመ ተሂቡካ ረቢ ዓጃብን ዑጃብ ብጣዕሚ ደስደምም ዘገርም ነገር እናሰማዕና ኢና ንኸይድ ዘለና ብቕድሚ ትማሊ ሓደ ካብ ኣሕዋትና ራብጥ ሊንክ ይሰደለይ ይኣቱ ምስ ጠወቅኩሉ ሓደ ሰብ እንታይ ክዛረብ ሰሚዐዮ ሁወ ሙኔሪ ዋላ ኑሜሪ ማዓርፍ ካላም ናቱ ኩሉሁ ኢልሓድ እዩ ትፈልጡ ዶኹም ኢልሓድ ኣነ ስላማይ እየ እዩ ዝብል ካላም ናቱ ምስ ሰማዕኹ ተገሪመ ድሕሪኡ እቲ ታርዊጅ እሱ ዝገብሮ ነበረ ገለ ኣሕዋትና ድማ ኣብኣ ነይሮም ሙስሊሚን እሱ ዝዛረቦ ነበረ ኣፍካር ግብረ መልሲ ስለ ዘድልዮ ፍቓድ ሓቲተ ይድይብ እዚ ሰብ እዚ እንታይ ዝብል ነይሩ ንሕና ቁርኣንይን ኢና ይብል ነይሩ እንታይ ማለት እዩ ቁርኣንይን ማለት እዚ ቁርኣን እዚ ተኸተልቱ ኢና ነዚ ቁርኣን ተኸተልቱ ኢና ብዘይክኡ ድማ ካሊእ የብልናን ወሓዲስ ዝብሃል ነገር ድማ እዚ ኣሓዲስ ነቢ ዓለይሂ ሰላቱ ወሰላም ኩሉ ነቢ ነቢ ሙሓመድ ሒዝዎ ዝመጽእ የለን ሰብ ዘምጾ እዩ ክብል ሰሚዐዮ ኣነ መጀመርታ ክሓተካ ደልየ ብሎ

እስከ ከምኡ ጌሩ ከምዚ እስኻ ትብሎ ዘለኻሲ ዝበለ ሰሓቢ ምጻኣዮ ካብዞም ኩሎም ሰሓባ ቁርኣን ዝተርጎምሲ ትርጉም ናይዚ ኣያሲ ናብ ቁርኣን ተመለሱ ይብል ኣሎ ዝብል ኣምጻእልና ወማ ኣታኩም ረሱሉ ፈኹዙህ ወማ ነሃኩም ነቢ ዓለይሂ ሰላቱ ወሰላም ካብቲ ዝኸልከለኩም ድማ ተኸልከሉ ስለዚ ነቢና ዓለይሂ ሰላቱ ወሰላም ኣብ ቁርኣን እኮ ኣይኮነን ከልኪሉና ወይ ዝኣዘዘና ኣብ ኣሓዲስ እዩ ዝኣዘዘናን ዝኸልከለናን ማለት እዩ ስለዚ ካበይ ኣምፂእኻ ኢለዮ በታ ርእሱ እቲኣ ብዓቕሊ ናቱ ይብል ኖ ኖ ኖ ሱቕ ኢሎም እዮም ኣልዕል ኣቢሎም እዮም በርዚ ኣያ

ሓታ ብድፍረት ባዕልኻ ዘይኮንካ ትትርጉሞ ነቲ ቁርኣን ነዚ ቁርኣን ዝተርገመ ቀዳማይ ወዲ ሰብ እንተሎ ሁወ ነቢ ዓለይሂ ሰላት ወሰላም እዩ ብትእዛዝ ናይ ረብል ዓለሚን ማለት እዩ እዚ ሰዲድናልካ ዘለና ኣዚክር ሁወል ቁርኣን ናብ ሰባት ናብ ህዝቢ ዓለም ማለት እዩ ንክትገልጸሎም እቲ ናብኦም ዝወረደ

እዚ ከ ናበይ ኢና ክነብሎ ባዕልካ ብርእስካ ውትፍ ኢልካ ትኣትዎ ተኮይንካ ብሎ እዚ ቁርኣን እዚ ገላጺ የድልዮ እዩ ነዚ ክገልጽ ዝኽእል ሰብ ድማ ህወ ነቢ ዓለይሂ ሰላቱ ወሰላም እዩ ገሊጾሞ ድማ ንዑ ድማ ሓዲስ ንብሎ ኣለና እቲ መግለጺታት ኩሉ እዚ ወዲ እዚ ን ቁርኣን ኣኻሊ እዩ ካሊእ ዋላ ሓንቲ ክዛረብ ኣይከኣለን ኣነ ቀጺለ ድማ ይብሎ ሱና ክትክተል ሲ ዋጅብ እዩ ልክዕ ከምቲ ቁርኣን ትኽተሎ ሓዲስ ክትክተል ድማ ዋጅብ እዩ ፍልልይ ዝበሃል የብሉን ኩሉ ዋሕይ ኢለዮ ጭብጢ ናይዚ ድማ መን ዩጢዕ ረሱለ ፈቀድ ኣጣዕ ኣላህ መን ዩጢዕ ኣረሱል ኣላሁ ኣክበር ነቲ ነቢ ዓለ ሰላት ወሰላም ዝተማእዘዘ ሲ ንረቢ ከም ዝተማእዘዘ እዩ ይብል ኣሎ እዛ ንረሱል ዓለ ሰላት ወሰላም ኣዚዞም እዮም ገሊፆም እዮም ሓጊጎም እዮም ከልኪሎም እዮም ኣበይ ንረኽቦ ዝኹሉ ትእዛዛትን ሕግታትን ኩሉ ናይ ነቢ ዓለይሂ ሰላቱ ወሰላም እንተልናዮ ኣብ ሱና እዩ ዝርከብ። ኖ ኖ ኖ ኖ ኖ መን ዩጥዕ ረሱል ፈቐድ ኣጣዕ ኣላህ ዝብሎ ዘሎ ነቲ ቁርኣን ምኽታል ማለት እዩ። ኣላሁ ኣክበር። እዘን ኣብዚ ጣዓ ናይ ረሱል ዓለይሂ ሰላቱ ወሰላም ዝብሎ ዘሎ ረብል ዓለሚን ንቁርኣን ዘመልክት እንተኾይኑ ደኣ ንምንታይ ኣብዚ ፈላሊ ይነግረና ኣሎ? ጣዓተ ነቢ ወጣዓቱላህ ይብል ኣሎ ኣብዚ ላኪን እዚ ወዲ እዚ ጃሂል እዩ ሓንቲ ዝፈልጦ ነገር የብሉን ሓታ ብዓቕሊ ናቱ እንተኸይድካ ብዓቕለን ዓቕለን እንተኸይድካሲ ብእምርኡ ከማን ዝሰርሕ እንተዝኸውን ነይሩ በሲጥ ክትረዳዳእ ተኽእል እኳ ኢኻ ሕተትዎ ሃል እዚ ዲን ኣልእስላም ኩሉ መግልጽታቶስ ኣብ ቁርኣን ኣሎ እዚ ቁርኣን ኣኻሊ እንተይልካሲ ጠይብ ንሕና ሰላት ንሰግድ ኣለና እሱ ሕሉፍ ሓሊፎ እኮ ሰላት ንኻሊእ ተርጊሞ እዚ ሰላት ትገብሮ ዘለኹም ርኩዕ ስጁድ ገለ እዚ ጠቕላላ ኣብ ቁርኣን የለን ኢልና ኣያት ተምጻእኻሉ ናበይ እዩ ዝትርጉሞ ግርም እዩ ዝብለካ ጠቕላላ ዋላ እቲ ቋንቋ ዓረብ እኳ እዩ ዘይሕግዞ ኣይ በቲ ዲን ኣይ በቲ ቁርኣን ኣይ ብቋንቋ ዓረብ ኣይ እቶም ኣስላም ዝጸንሑሉ መገዲ ተኸቲሉ በይኑ እኳ እዩ ከዓ ንኽፍለጥ ግዲ ደልዩ ናይ በይኑ ዓለም ናይ በይኑ ኣፍካር እዩ ዘለዎ ኣነ ሓቲተዮ ሃል እዚ ቁርኣን ኣኻል እንተኾይኑሲ ንሕና ንሰግድ ኣለና እዚ ንሰግዶ ዘለና ኣብ ቁርኣን ኣሎ ዶ ኢለስ የለን ኢሉኒ ኣያት ተምፃእኽሉ ጠቕላላ ክቕበል ኣይከኣለን ክቡራት ኣሕዋተይ ንሕና እቲ ቁርኣንን እቲ ሱናንሲ

እቲ ረሱል ዓለይሂ ሰላቱ ወሰላም ሒዙልኩም ዝመጽእስ ተቐበልዎ፣ ዝኸልከለኩም ድማ ተኸልከሉ። ወኣንዘልና ኢለይከ ዚክራ ያኒ ቁርኣን ሰዲድናልካ ያ ሙሓመድ ሊቱበይነ ሊናስ ማ ኑዝለ ኢለይሂም እቲ ወሪድዎም ዘሎ ኣውሪድናሎም ዘለና ቁርኣን እስኻ ገላጺ ኢኻ ስለዚ ግለጸልና ያ ረሱለላህ ሰላት ረቢ ኣዚዙና ኣሎ ብ ቁርኣን ከመይ ጌርና ኢና ንሰግድ

መን እዩ ከ ክገልጸልና ነቢና ዓለይሂ ሰላቱ ወሰላም ጥራይ እዩ ኹዙ ዓኒ መናሲከኩም ሰሉ ከማ ረኣይቱሙኒ ኡሰሊ ከምቲ ኣነ ዝሰግዶ ከምቲ ኣነ ሑጃ ዝገብሮ ንዓይ ርኢኹም ግበሩ ብለና ኣሎ ኣብ ቁርኣን የለን እዚ ስለዚ ነዚ ቁርኣን እዚ ብኣካል ብፕራክቲስ ዝገልጽ ፍጡር እንተልዩ ህወ ነቢ ዓለይሂ ሰላቱ ወሰላም እዩ ካላም ናይ ነቢ ዓለይሂ ሰላቱ ወሰላም እቲ ተግባሩ እቲ ኩሉ ሕግታት ናቱ ድማ ሓዲስ ተባሂሉ ይጽዋዕ። ብዛዕባ ኣገባብ ናይ መርዓ ይኹን ብዛዕባ ናይ ጠላቕ ናይ ፍትሕ ይኹን ኩሉ ዓይነታት ኣብ ቁርኣን ዘየለ ኣብ ሓዲስ እውን ኣሎ መሊኡ እዘን ኣብ ቁርኣን ጥራይ ኣተኪረ እየ ዝኸይድ ተይልካ እዚ ባዕሉ ባጢል እዩ እቲ ቁርኣን እዚ ንነቢ ተኸተል እዩ ዝብለካ ዘሎ ኣይትፈላልየኒ ምስቲ ነቢ ይብለካ ኣሎ እቲ ቁርኣን ነቲ ነቢ እንተ ተኸቲልካ ኢኻ ንዓይ ተኸቲልካኒ ይብለካ ኣሎ እቲ ቁርኣን። እምቢ ንዓኻ ጥራይ እየ ዝኽተል ትብል ኣለኻ እስኻ ድማ። እዚ ጥፍኣት እዩ እዚ ኩፍሪ ዘንደቐ ይብሃል እዚ ዋላ ዓሰርተ ግዜ ኣስላማይ እየ ተበልካ ዋላ ዓሰርተ ግዜ ዲን ናይ ነሳራ ናይ የሁድ ባጢል እዩ ኢልካ ምስኦም ተተዛረብካ ተተኻታዕኻ እስልምና ካባኻ ብርእ እዩ። ኣብ ቁርኣን ጥራይ እየ ዝኽተል ጠይብ ክትሰግድ ኣይትኽእል ኣስለን ሰላት ዋላ ጌጋ ኢልካዮ ኩፍር ሃደ ኣገባብ ናይ ሓጅ ኣይትፈልጥ ናይ ዘካ እዚ ኩሉ ነገር ጌጋ እዩ ተኢልካዮ ሲ ኣበይ ለቲ ቁርኣን ደኣ ዝኣምነሉ ትብሎ ዘለኻ ቁርኣን ሲ ነቲ ነቢ ተኸተል ይብለካ ኣሎ ንዓይ ኣነስ ኣኻሊ ኣይበለካን እቲ ቁርኣን ኣስለን እዚ ቁርኣን ባዕሉ ገላጺ የድልዮ እኳ እዩ። ግለጽ ተኢልካዮ ባዕሉ ብርእሱ እዩ ዝገልጽ እዚ ሰብ እዚ ድማ ወላ ሓንቲ ኢማም የብሉን። እዚ ቁርኣን ክወርድ እንከሎሲ ኮፍ ኢሎም ዝከታተሉ ነበሩ ሰሓባ ካብኦም ሓደ እንጽ ኢልካዮ ከማን ኣየምጸልካን እዩ ኣይፈልጦምን እዩ ስለዚ ክቡር ሓወይ ኣዩሃል ሙስሊም ንቁርኣን ዝኣምን ሰብ ላዝም ግድን ይኸውን ምስኡ ተጣቢቁ ዝኸይድ ነገር ኣሎ ልኢማን ቢሱና ሱና ድማ ክትኣምነሉ ኣለካ እዚ ክፈላለ ዘይክእል ነገር እዩ ዝፈላለ ዘሎ ሰብዚ ፈላ ሓውለ ወላ ቁወተ ኢላ ቢላ የክፊኒ ልቁርን ኢሉ ኣብ መወዳእታ እንታይ ኢሉኒ የክፊኒ ኣልቁርን እዚ ቁርን እሲ ይኣኽለኒ እዩ ማ የክፊክ ሕግታት ይኣኽለኒ ወይ ድማ ፈራዳይ ኣየድልየንን እኳ እዩ ዝብል ዘሎ እቲ ሕግታት ሕራይ ግን ፈራዲ ኣየድልየንን እዩ ቤት ፍርዲ ኣየደልየንን ኣየድልየኒን እዩ ግን እቲ ሕግታት ኣብኡ ዘሎ የድልየኒ ክብለካ እንከሎ እንታይ ማለት እዩ እዚ ዘይከውን ጠቕላላ እዩ ዘይከውን ፈላ ሓውላ ወላ ቁወታ ኢላ ቢላ ስለዚ ክቡራት ኣሕዋተይ ኣይትቕረብዎም ከምዚኦም ዓይነት ሙኽተል ዝኾነ ዓቕሊ ዘለዎም ኣይ ምስ ቁርኣን ተሪፎም ኣይ ምስ ሱና ተሪፎም እዚኦም

ናይ ብሓቂ መቕጻዕቲ ኣለዎ ድዩ? የብሉን። ካብ የምጽኦ ካብ ሓዲስ ኣምጽኦዮ ዓቐን ኣለዎ ኩሉ ነገር ኣበየሎ እቲ ሽሩጥ እሱ ኢልካ ብርእስኻ ይኮንካ ኣያ ኣንብብ ኣቢልካ ከምዚ ናይ ዳዕሽ ዓይነት ኣካይዳ ትኸይድ ምስዚ ቁርኣን

እዚ ኢልሓድ እዩ ኢልሓድ ትፈልጡ ድኹም ሱና ኣይኣምንን እየ ሓዲስ ኣይቅበልን እየ ዝብል ቁርኣን ጥራይ ዝቅበል ሃዛ ካፊሩን ሙልሒድ

ስለዚ ክቡራት ኣሕዋተይ እብታዒዱ ዓን ሃኡላ ከምዚ ዓይነት ኣፍካር ዘለዎም ሰባት ወላ ንሙልሒዲን ረድ ንህብ ኣለና ንክርስትያን ንምልሰሎም ኣለና ወላ ምስ እከለ እከለ ክብሉኹ እንከለዉ ላእ ደኺል እዮም እዚኦም ብውሽጣ ውሽጢ ኣትዮም ንዓኻ ካብ ዲን ከውጽኡኻ